እቶ ኣይ ሆፕ ለማዓንቲ ተስፋ ይገብር ሓሳብካ ቀይርካ ክትመፅእ ወዲ ንፃለይ ኣይትብለኒ እንትኾን ኣነ ኣወዳት ከምዘይዋስብ ነጊረካ እየ ትማሊ ኣፈወርቂ ሓድሽ ዕዋላ እንታይ መምፂኻ መምፂኻ እንታይ እዩ ወይ ዝብል ኣንታ እንታ ሎምስ ንዓይ ዝቃጠበኒ ይመፅ መስለኒ ኣነ ብዘይ ናብራ እየ ዝነብር ዘለኹ ፈቲኹም ፀሊእኩም ድስ ከዓ ከብደይ ብልዕ ብልካኒ ይፈልጥ ይፈልጥ ይፈልጥ ኣፈ ይፈልጥ ይፈልጥ ብዘይ ናብራ ክትነብር ይፈልጥ ንሱ ኢለ እኮ እሞ ጋል ኣንስተይቲ ከምፃልካ ናብራ ክትገብር ዝብለካ ዘለኹ ኣነ ኣንጻር ግጥምሲ እየ። እሞ ንምንታይ ኣንጻር እንትኸውን ንሱ እኮ እዩ ዘባእሰና ዘሎ እንድሕሪ ኣንጻረን ኮንካሲ ካብ ኢና ሓድሽ ህዋናት ከነምጻልካ እዛ ኣብዛ ዓለም ዝነብራ ህዋናት ንሰን እየን በቃ ተን ዘለዋና ሕጂ ግን ምረጽ በጃሃልናካ ካብ ትግራይ እንተደሊኻ ኣበባ በርሄ ኣብርሃ ሶሪ ካብ ዓዲ ኣምሓራ እንተደሊኻ ኣዳነች ኣበበ ካብ ኤሪትሪ እንተደሊኻ ጉዐይ ክፍላይ ካብ ድላይካ ምረጽ

ሰቲን ዘሎ መንፈስ ብጋብር መንፈስ ቅዱስ ተበዳ
ክቡራት ተኸታተልቲ ናይ ሓውና ኣፈወርቂ ጋኔን ብፆምን ብፀሎትን ስለ ዝወፅእ ኩልኻ ፀሎት ግበር ኩልኻ ፀሎት ግበር ሓግዛ ንሓፍትና መኒካ ሕዝናኩም መኸድና ግጥራይ መዓኮር ኢና ክንሓፅቦ ስለዚ ኣብዚኣ ኩንኩም ብፀሎት ሓጉዝና በስመ አብ በል በስመ አብ በስመ አብ በል እግዚኦ መሐረኒ ኩርሾ መንኻ በስመ እግዚኦ አብ በል መሐረኒ ኩርሾ መንኻ ኩራ ተኸታተልትና ሳላ ሳላ ጸሎትኩም ሳላ ምህለላኹም ጋኒ ናይ ናይ ኣፈወርቂ ወጺሉ ኣሎ ኣፈወርቂ ሓውና ከዓ እግዚኣብሔር ሓሪካ እዩ ንመላእ ምድሪ ሓበሻ ንገራ ካብ ሓጢኣትኩም ተሓፀቡ እናበልካ ንመላእ ምድሪ ሓበሻ ንገራ

ግርምባ ቀሺ ኢልቲ ኣቐምጣ ኣምጣታ መስቀል ንስኻ ሃለቃ እኻ ጸጉርኻ ተቐንቀም ጽባሕ ሰንበት እዩ ኣቦታት መጽሓፍ ኣንብብ ኩሉኻ ክእሉ ከተንብብኻ ስለዚ ጸጉርኻ ክንጓዕመሞ ኢና እቲ መስቀል ግን ኣቐምጦ ናይ ቅሽቲ እዩ